ሰላምን ጥዕናን ክኾነልኩም እናተመነኹ ሎምዓልቲ ድማ ብሓደ ሓድሽ መልእኽቲ መፀ ኣለኹ ስለዚ ላይክ ኮመንት ሼርን ሳብስክራይብ ክትገብሩ ናብ ኩሎም መሓዙትኩም ድማ ከተብፅሑለይ ብትሕትና ሓትት ሎም መዓልቲ ኣዘ ዘኽብሮ ናይ ብሓቂ ንፉዕ ናይ መፅሓፍ ቅዱስ መምህር ዝኾነ ሓውና ኪዳነ ገብረ ሃዋርያት ዝኾነት ሪቫይቫል ትብል

ሕጂ እንታይ ዝብል ኣብዚ ኣምልኾ ጌታ መጣ እጁ መጣ ኣምላኽ መጺኡ ኢድ ኣምላኽ ድማ መጺኣ ብል ሕጂ ናይ ብሓቂ መጺ ድዩ ናይ ብሓቂ ሪቫይቫል ኮይኑ ድዩ ምክንያቱ እቲ ክንብሎ ዘለና ወይ ድማ ክንገብሮ ዘለና ክንገብር ስለ ዘለና ህይወትና በቃ ከንቱ ዓይነት ህይወት ፍረ ዘይብሉ ህይወት ቆፅላዊ ህይወት የሱስ ክርስቶስ ናብታ ሳግላ ምስ ከደ ቆጺላ ለምሊማ ፍረ ስለ ዝሰኣነላ ረገማ ይብል መጽሓፍ ቅዱስ። ስለዚ ካብ መርገም ክንድሕን ምእንቲ ካብ ጥፍኣት ክንድሕን ምእንቲ ህዝቢ ክድሕን ምእንቲ ምክንያቱ እቲ ናይ ብሓቂ ሪቫይቫል ንኣብነት ኣብ ኡጋንዳ ሜቢ ሚእቲ ሽሕ ወይ ልዕሊ ሚእቲ ሽሕ ሓበሻ ይህሉ ኸውን እቲ ዝደሓነ ህዝቢ ኣብ ኡጋንዳ ዘሎ ዝደሓነ ህዝቢ ጎይታ ዝተቐበለ ግን ኣይፈልጥንየ ግን እንተኾነ ከምዚ ኣብ ካልእ ዘሎ ከተማታት ክኸውን ስለ ዝኽእል እንተ በቃ እንተበዝሐ እንተበዝሐ ክልተ ሚእቲ ሰለስተ ሚእቲ ኣርባዕተ ሚእቲ ካብኡ ይሓልፍን እዩ ስለዚ ካብ ሚእቲ ሽሕ ሰብ ኣርባዕተ ሚእቲ ሰብ ሃሊካ ወይ ሃሊና ክንሓፍር እዩ ዝግባኣና እቲ ህይወትናሲ ካብቲ ካልእ ንኣብነት ምዝላል ጥራይ እንተ ደኣ ኮይኑ ሰብ ናብ ናይት ክለብ ከይዱ እውን ይዘልል እዩ፣ ይሕጎስ እዩ፣ ይዕንድር እዩ። ካብኦም ዝተፈለየ ነገር ክህልወና ኣለዎ እግዚኣብሔር ይመስገን። ኣብ መጽሓፍ ቅዱስ ኣብ ዘጸኣት ምዕራፍ ሰላሳን ሰለስተን ጥቕሲ ዓሰርተ ሓሙሽተ ከምዚ ይብል ከንብቦ እየ። ገጽካ ምሳና ዘይከይድ እንተደኣ ኮይኑስ ካብዚ ኣይተደይበና ወይ ድማ ኣይተልኣኸና። ኣነን ህዝብኻን ኣብ ዓይንኻ ጸጋ ምስ ረኸብና፣ ኣነን ህዝብኻን ድማ ኣብ ገጽ ምድሪ ካብ ዘለዉ ኩሎም ህዝብታት ከም እንፍለ ደኣ ብምንታይ ይፍለጥ? ንሰኻ ምሳና ብምኻድካዶ ኣይኮነን በሎ። ሕጂ ሙሴ እንታይ እዩ ዝብሎ ዘሎ ንእግዚኣብሄር? ንሕና ካብቲ ካልእ ህዝቢ እንፍለሲ ንስኻ ምሳና ስለ ዘለኻ ጥራይ እዩ። ንስኻ ዘይብሉ ጉባኤ ካብ ማሕበረ ኮም ናይ ኤርትራ፣ ማሕበረ ኮም ናይ ኬንያ፣ ማሕበረ ኮም ናይ ዝኾነ ሃገር ዝፍለ ኣይኮነን ወይ ድማ ዝኾነ ፖለቲካል ፓርቲ ካብኡ ዝፍለ ኣይኮነን። ንሕና ናህና ኣምልኾ ካብቲ ናይ ናይት ክለብ ሳዕስዒታት ወይ ድማ ምዝላል፣ ምጭዳር፣ ምእዋይ ዝፍለየሉ ህላውነት ኣምላኽ እንተደኣ ሃልዩ ጥራይ እዩ። ኣምላኽ እንተደኣ ሃልዩ እዩ ሪቫይቫል ዘሎ። ሓዊ ዘይብሉ እቶን ሓዊ የብሉን፣ ከብስል ኣይክእልን እዩ። ጥቅሚ የብሉን መጻወቲ ሃመማ እዩ ዝኮኑ ስለዚ ኣብቲ ቤተክርስትያን ሓዊ ኣሎ ድዩ እቲ ሪቫይቫል ናይ ብሓቂ እዚኣ እንድሕር ዳኣ ብ ሓዊ ደርብያ ብምሉእ እዩ ዝቃጽል ኩሉ ነገር እዩ ዝቕየር የሱስ ክርስቶስ ወይ ድማ ዮሃንስ መጥምቕ ክዛረብ ከሎ ኣነ ብማይ የጥምቐኩም ኣለኹ እቲ ብድሕረይ ዝመጽእ ግን እሱ ብሓዊ ይብል እግዚኣብሔር ምስገን ስለዚ ሪቫይቫል ማለት ብሓዊ ክጥመቕ ከለኻ ብሓዊ ባፕታይዝ ክትገብር ከለኻ ነገርና ኩሉ ጠባይና ኩሉ መነባብሮና ኩሉ ሃገርና ኩሉ ብምሉኡ ምክንያቱ ናይ ብሓቂ ሪቫይቫል ሰባት የድሕን ናይ ብሓቂ ሪቫይቫል ዕውራት የብርህ ናይ ብሓቂ ሪቫይቫል ሓንካሳት የዝልል ናይ ብሓቂ ሪቫይቫል ድውያት ይፍውስ ኣብ ሂወትና ሲ ርኢና ይንፈልጥና የለን እዚ የለን ኣብ ሂወተይ ኣብ ሂወተይ ኣብ ሂወትኩም ክትሕስቡ እንተ ዘይደሊኹም የለን ምንም በቃ ተራእዩ ይፈልጥኒ ስለዚ ክንርኢ እቲ ናይ ብሓቂ ሪቫይቫል እቲ ናይ ብሓቂ በቃ እቲ ናይ ብሓቂ ምክንያቱ ንየሱስ ክርስቶስ ስጋብ ክምሳሕ ከዕርፍሲ ኣይክእልን ነይሩ መጽሓፍ ቅዱስ ኣብቲ ወንጌላት ክንሪኦ ከለና ኣርባዕተ ወንጌል ክንሪኦ ከለና ኣዝማዱሲ ተጸሊሉ ኢሎም ክሕዝዎ መጽኦም ዕረፍቲ ዝበሃል ኣይነበሮም በዚ ከይድ ሰብኽ ሰባት ፍወሱ ዕውራት በርሁ ሓንካሳት ዘሉ ምዉታት ትስኡ ለምጻማት ነጽሁ ምኽንያቱ ኣምላኽ ስለ ዘሎ። መርዓዊ ዘይብሉ መርዓ መርዓ ኣይኮነን። መርዓት በይና መርዓ ክትገብር ኣይትኽእልን እያ። እቲ መርዓዊ ክመጽእ ኣለዎ። ስለዚ እቲ ናይ ብሓቂ ሪቫይቫል ንኪዳነ ሓወይ ወይ ድማ ኣብ- ኣብ ኪዳነ ዓቢ ክብሪ ኣለኒ። ትምህርቱ ብጣዕሚ እየ ዝቕበሎ። ብዙሕ ግዜ ይከታተሎ እየ፣ ብዙሕ ግዜ ይሰምዖ እየ። ናይ ብሓቂ የቕበሎ እየ። ኣብዚኣ ግን ዓገብ ንዕኡ ጥራይ ዘይኮነስ ንኹሉ ቤተክርስትያን ንኹሉ ነዚ ስቕ ኢልካ ሪቫይቫል እንዳበልካ ትዘልል ዘለኻ እስኪ ሓንሳብ ደው ንበል እሞ ነቲ ናይ ብሓቂ ሪቫይቫል ንድለዮ ነቲ ናይ ብሓቂ ኢድ ኣምላኽ ንድለዮ ነቲ ናይ ብሓቂ ምክንያቱ ኣነ ኣምልኾ ኣምላኽ ክምለኽ ኣለዎ ምኽንያቱ ንሕና ንኽብሩ እዩ ደኲኑና እግዚኣብሔር ይመስገን ንኣምላኽ ከነኽብር ንኣምላኽ ከነምልኽ በቃ ንኣምላኽ ክንሰግድ ንዑ ኢና ተፈጢርና ካልእ ምንም ዓላማ የለን ግን ካብቲ ካልእ ኣምላኽ ክንሰግደሉ ሲ ኣምላኽ ይሃሉ ከነምልኾ ኣምላኽ ይሃሉ ኣብቲ ጉባኤ ኣምላኽ ይሃሉ ንኣምላኽ ካብ ሰባት ምዕዳም ንኣምላኽ ምዕዳም ካብ ኣገልገልቲ በቃ ምእንቲ እቲ ሪቫይቫልሲ ብኣገልገልቲ ይኮነ ትመፅእ ብኣምላኽ እዩ ትመፅእ ንኣምላኽ ንዓድሞ ናይ ብሓቂ ኣይ ቲንክ ናይ ካልኣይ ዓመት ኣኒቨርሰሪ ይመስለኒ ሕጂ ኣብቲ ክልተ ዓመት ሲ ሓደ ሰብ ኮ ዝኾነ ድኳን ድዩ ከፊቱ ዝኾነ ቤት መግቢ ድዩ ከፊቱ ዝኾነ ፋብሪካ ድዩ ከፊቱ ኣብ መወዳእታ ፀብፃብ ገብር እዩ መፅሓፍ ቅዱስን ከምኡ እዩ ዝብል ገዛ ክሰርሕ ደልዩ በቃ ፀብፃብ ከይገበረ መወዳእታ ከመይ ገይረ እዩ ዝውድኦ ክንደይ ባጀት ይክልወኒ ኢሉ ከይፀብፀበ ዝጅምር ዓሻ እዩ ዝብሎ ስለዚ ሓደ ሰብ ድማ ዝኾነ ትካል እንተ ከፊቱ ኣብቲ መወዳእታ ዓመት ክንዲ ዝውፅኤ ክንዲ ዝገይረ እንታይ ከትሪፈ ኢሉ እዩ ዝሓስብ እንታይ ፕሮፊት ኣለኒ ኢሉ እዩ ዝሓስብ ፕሮፊት እንድሕር ዳኣ ዘይብሉ ይኸስር እንተ ዳኣ ኣሎ ዝኾነ ነገር ክቕይር ኣለዎ ዝኾነ ነገር ክቕይር ኣለዎ ብእኡ ክቕፅለ የብሉን ዝመሓየሽ ነገር ከመሓየሽ ኣለዎ ደው ኢሉ ክሓስብ ኣለዎ ደው ኢልና ንሕሰብ የሕዋተይ እቲ ናይ ብሓቂ ሪቫይቫል ንድለዮ እቲ ናይ ብሓቂ ሪቫይቫል ሲ ካብ ምዝላል ዝሓለፈ እዩ እቶም ሰብ ኤማሁስ ልቦም ይሞቖም ነይሩ ንየሱስ ክርስቶስ ግን ኣይፈልጦን እዮም ሕቲ እቲ ናይ ብሓቂ ሪቫይቫል እቲ ናይ ብሓቂ ናይ ብሓቂ በቃ እቲ ናይ ብሓቂ ሓዊ ናይ ሓሶት ሓዊ ኣሎ ጽል ዘዝልለካ ልብኻ ዘሙቐካ ዘዕንድረካ ዘሳዕሳዓካ ኣሎ ኣምላኽ ዘይብሉ እቲ ናይ ብሓቂ ሪቫይቫል ምስ መፀ ግን ልክዕ ከምቲ ቤት መቅደስ ምስ ወዱ ኣብቲ ናይ ሰሎሙን ግዜ ኣብራኾም ደው ክብል ኣይከኣለን እግዚኣብሔር መስገን ሕጂ እቲ ናይ ብሓቂ ሪቫይቫል ሰባት ነፍሳት ይድሕና ሰብ ይበዝሕ ነቲ ሰብ ንዓ ኢልካ ኣይትልምኖን ኢኻ ንዓ በቃ ቤተክርስትያን ምፃእ ጎይታ ከምዚ እዮ ከምዚ ኢልካ ኣይትልምኖን ኢኻ ባዕሉ እዩ ዝልምነካ ምክንያቱ ኩሉ ሰብ ኩሉ ሰብ ኣብ ኩሉ ገዛ ሽግር ኣሎ ቃንዛ ኣሎ፣ ሕማም ኣሎ፣ ጭንቀት ኣሎ። ስለዚ ሰብ እፎይ ክብል ይደሊ፣ ንኣምላኽ ክርኢ ይደሊ። እንድሕር ደኣ ኣሎ ኣብ ቤተክርስትያን እኮ ኣምጺናዮም በቃ ስልችዎም ገዲፎምና ከዱ። ካብ ናብ ቤተክርስትያን ምምጻእ ኮፍ ኢሎም ገዝኦም ኔትፍሌክስ ክርእዩ ይመርጹ። ፈቐዶ ቡና ቤት ክኸዱ ይመርጹ። ስለምንታይ? ክክ ኩሉ ሓደ እዩ ናህናን እቲ ናይት ክለብን ሲ ሓደ እዩ ምናልባት ክኸብደኩም ይኽእል እዩ ሓደ እዩ ንሕና ንፍለየሉ ከምቲ ቃል ኣምላኽ ዝብሎ ዘሎ ኣምላኽ ንስኻ ምሳና እንተ ደኣ ዘይወፂኻ ካብቲ ካልእ ህዝቢ ንፍለየሉስ ብምንታይ ኢልዎ እዚ እዩ እዚ እዩ ንሕና ካብቲ ካልእ ህዝቢ ካብቶም ካልኦት ፖለቲከኛታት እንፍለየሉ ኣምላኽ ምሳና እንተሎ ጥራይ እዩ ኣነ ኣብ ህይወተይ እሱ እየ ደሊ ኣምላኽ በቃ ምሳይ ክወፅእ ኣምላኽ ቀዲምኒ ክወፅእ ኣነ ክስዕቦ እሱ እየ ዝደሊ እቲ ናይ ብሓቂ ሪቫይቫል እቲ ናይ ብሓቂ ምንቕቓሕ እቲ ናይ ብሓቂ እቲ ናይ ብሓቂ ሓዊ እንተ መፅዩ ነቲ ጋዕገልጠም የንድዶ። ሪቫይቫል እንተ ደኣ መጺኡ በረኸት ጥራይ ኣይኮነን መቕዘፍቲ እውን ኣሎ ከም ናይ በዓል ሃናንያን ሰጲራን መቕዘፍቲ እውን ኣሎ ምብራኽ ጥራይ ኣይኮነን ናይ ብሓቂ ትንቢት ናይ ብሓቂ ቃል ኣምላኽ ካብ ሰማይ ክሳብ ኢልካ ካብትን ካብትን ተጣቢብካ ዘምጻኻዮ ሸቓቒጥካ ዘምጻኻዮ ቃል ኣምላኽ ዘይኮነ ካብ ሰማይ ዝወረደ እግዚኣብሔር ይመስገን ካብ ኣምላኽ እተቐበልካዮ ልክዕ ልክዕ ከምቲ ጳውሎስ ዝብሎ ዝነበረ ጸዊዒት ናይ ጳውሎስ ክዛረብ ከሎ ወይ ድማ እቲ ፕላን ሰብ ኣይኮነን ሂብኒ ኢሉ ኣምላኽ ባዕሉ እግዚኣብሔር ይመስገን እግዚኣብሔር እቲ ዝጸውዓኒ ኢሉ እዩ ዝዛረብ ስለዚ ናይ ብሓቂ ሪቫይቫል እንተ ደኣ መጺኡ ነገር ኩሉ እዩ ዝቕየር እታ ቤተክርስትያን ብምልእታ ትቕየር ሓዊ ሓዊ ትጨኑ ሓዊ ትኸውን ሓዊ ሃልሃል ዝኣተወ ሰብ ተቐይሩ እዩ ዝወፅእ ዝኣተወ ሰብ ተፈዊሱ እዩ ዝወፅእ ዝኣተወ ሰብ ድሒኑ እዩ ዝወፅእ ጴንኤል እዩ ዝኾነሉ ስለዚ ኪዳነ ሓወይ ናይ ብሓቂ ሪቫይቫል ይኹነልኩም ናይ ብሓቂ ሪቫይቫል ይኹነልኩም ናይ ብሓቂ ምንቕቓሕ ይኹነልኩም ናይ ብሓቂ ምትሳእ ይኹነልኩም ናይ ብሓቂ ምትሳእ ይኹነለይ ናይ ብሓቂ ምትሳእ ይኹነላ ንኹልና ንኹሉ ንኹለን ቤተክርስትያናት ናይ ጸዓዱ ናይ ጸለምቲ ናይ ብሓቂ ሪቫይቫል ልኹነልና እቲ ናይ ብሓቂ ሪቫይቫል ማለት ሞይቱ ዝነበረ ነገር ተቆሪፁ ዝነበረ ነገር ተቋሪፁ ዝነበረ ነገር ክቕፅል ከሎ ማለት እዩ ህይወት ዘይብሉ ነገር እንደገና ሪቫይቭ ክገብር ከሎ ክትንፍስ ፍኒሕኒሕ ክብል ክጅምር ከሎ ከምቲ ዝደረቐ ዓፃፅምቲ ተስፋ ዘይብሉ ዓፃፅምቲ ጅማት ቆርበት፣ ስጋ፣ ፋሕፋሕ ኢሎም ዝነበሩ ዓጻጽምቲ ሰራዊት ዶኾኑ ሪቫይቫል ማለት ኮምኡ እዩ ሪቫይቫል ማለት ልክዕ ከምቲ ኣልኣዛር ሞይቱ ተስፋ ተቆሪጾ በቃ ካብ መቃብር ዝወጸ ኮምኡ በተክርስትያን ኮምኡ ክትወጽ ከላ ሪቫይቫል ማለት ኮምኡ እዩ ስለዚ ኪዳነ ሓወይ ናይ ብሓቂ ሪቫይቫል ግበረልኩም ናይ ብሓቂ ካብ ምዝላል ዝሓለፈ ዘሊልካ ዘሊልካ ዘሊልካ ወይ ዘሊለ ዘሊለ ለውጢ ዘይብሉ እንተ ኮይኑ ሪቫይቫል ኣይኮነን ሪቫይቫል ኣይኮነን እቲ ናይ ብሓቂ ሪቫይቫል ይኹነልና እቲ ናይ ብሓቂ ኢድ ኣምላኽ እጁ መጣ እጁ መጣ ጌታ መጣ እንድሕር ደኣ ኢድ ኣምላኽ መጽያ ከምቲ ኣብ ናይ በዓል ዳንኤል ግዜ ሲ ኢድ ኣምላኽ መጽያ ኣብቲ መንደቕ ጽሒፋ ናይ ብሓቂ እያ መጽያ ሕጂ ኢድ ኣምላኽ እንተ ደኣ መጽዩ ዝጸሓፍ ነገር ኣሎ ዝልወጥ ነገር ኣሎ ዝትስእ ነገር ኣሎ ዝበዝሕ ነገር ኣሎ ዓመት ዓመት ጥቕሲ ዩኖ ጥቕሲ ምጥቃዕ ጥራይ እንተ ኮይኑ ክትበዚ እዚ ዓመት እዚ ናይ ምብዛሕ ዓመት እዩ ናይ ምብራኽ ዓመት እዩ ናይ ምጥሓስ ዓመት እዩ ግን ከይጠሓስካ ትሓልፎ እንተ ኮንካ ከሳራ እዩ ክሳራ ሂወትና ብሙሉኡ ሲ ክሳራ እዩ ከይረኣናዮ ንሓልፍ ኣለና ስለዚ ናይ ብሓቂ ሪቫይቫል ይኹነልና ናይ ብሓቂ እቲ ናይ ብሓቂ ሽዕኡ ክንዘልል ከለና የጥዕመልና ምክንያቱ ናብ መን ኢና ንዘልል ዘለና ናብ ኣምላኽ ከነሸብሽብ ከለና የጥዕመልና ናብ መን ናብ ኣምላኽ መርዓው ዘይብሉ መርዓ መርዓው ዘይብሉ ጓይላ ግን ካብቲ ናይት ክለብ ምንም ዝፈልዮ ነገር የብሉ መጽሓፍ ቅዱስ ከኣ ከምኡ እዩ ዝብል ዘሎ። ጎይታስ ከምኡ እዩ ዝብለና ዘሎ። ነገርና ኩሉ ክዕረ ካብቲ ካልእ በቃ ዝተፈለና ክንኮና በቃ ፍልይ ዝበልና ኣብዚኦም ሲ ገለ ነገር ኣሎ ኢሉ ሰብ ባዕሉ ክመፅእ ከይለምንካዮ ኩሉ ግዜ ከም ምሳሌ ዝኾነኒ መጀመርያ ነገር ካብዚ ዝዓቢ የለን የሱስ ክርስቶስ በቃ በዚ ዝኾነ ጃልባ ገይሩ ሰጊሩ ጸንሕ እቶም ህዝቢ ብኡ ሰጊሮም ጸንሖ ናብ ተኸይድ ብኡ ዕረፍቲ ስጋብ ዝስእን ኣብዚ ድማ ከምኡ ርኤ በንሂን ናይ ሎሚ ዓሰርተ ሓሙሽተ ዓመት ዓሰርተ ሽዱሽተ ዓመት ኣይ ቲንክ ዕስራ ዓመት ኮይኑ ኾን እዩ መጀመርያ ምስ መጻኹ ናብዚ ኣብ ካልጋሪ መጺሲ ብምሉኡ ካብ ኣሜሪካ ካብ ካናዳ ካብ ኩሉ ካብ ኩሉ ከተማ ካልጋሪ የዕለቕሊቕናያ ብምሉእ በቃ ብምሉእ ሰዓት ሸውዓተ ዝጅመር ሰዓት ሓደ ሪጋ ጊርና ስለምንታይ ናይ ኣምላኽ ኢድ ኣሎ ኢልና ስለ ዝኣመና ኢድ ኣምላኽ ኣሎ ኢልና ስለ ዝኣመና እቲ ሰብ ብምሉኡ ኣብ ሓንቲ ኣብቲ ሓደ ኣገልግሎት ኣርባዕተ ሽሕ ሰብ ጎይታ ተቐቢሉ ሕጂ እቲ ናይ ብሓቂ በቃ እቲ ናይ ብሓቂ ሪቫይቫል ከምዚ እዩ ዝገብር ከምኡ እዩ ዝገብር ከምኡ እዩ ዘምፅእ ሰብ ንዓ ከይበልካዮ ባዕሉ ይመፅእ ዕዉር ክበርህ፣ ሓንካስ ክዘልል፣ ለምጻም ክነጽህ፣ ሕጂ እቲ ተኣምራት ዝተኣምራት'ዚ እኮ ህላውነት ኣምላኽ፣ ኣምላኽ ከም ዘሎ ሓደ መርኣያ እዩ። ኣምላኽ ክመጽእ ከሎ ጥራሕ ኢዱ ይመጽእ እዩ፣ እግዚኣብሔር ይመስገን። ኣምላኽ ክመጽእ ከሎ ዝጠፍአ ትኪ ሒዙ ይመጽእ እዩ፣ ሓዊ ሒዙ እዩ ዝመጽእ፣ እግዚኣብሔር ይመስገን። ዝቕይር ነገር ሒዙ እዩ ዝመጽእ ኣብ ዘፍጥረት እኮ ብቃሉ ብቃሉ ገይሩ እዩ ኩሉ ነገር ቀይሮ ጸልማት ቀይሩ ፍረ ዘይብሉ ነገር ፍረ ገይሩ ኩሉ ነገር በቃ ቅርፂ ዘይብሉ ሕሱስ ዝበለ ማይ ፈላልዩ ስለዚ እታ በቃ ሕሱስ ዝበለት ብፀልማት እተጠቕለለት ምንም ፍረ ዘይብላ ቃል ኣምላኽ ምስ መጸ ናይ ብሓቂ ቃል ምስ መጸ ነገር ኩሉ ተቀይሩ ስለዚ ነገርና ኩሉ ክቅየር እቲ ናይ ብሓቂ ሪቫይቫል ክኾነልና ምእንቲ ኣብ ዘለናይ በረኸት ክንከውን ሰባት ክድሕኑ ብሩኻት ኣሕዋተይ ናይ ብሓቂ ዘሕዝን ዘመን ኢና ዘለና ዘሕዝን መናእሰያትና ኩሎም ጠፊኦምሲ ሪቫይቫል ትብል መናእሰያትና ኩሎም ኩሉ ኩሉ ኩሉ መንሰይ ዳርጋ የለን ኣብ ቸርች የለን ኢድ ኣምላኽ ዘይብሉ ምንም ኩሉ ሰብ ጠፊኡ እሞ እቲ ኣጠፋፍኣ ከዓ እስኪ ምሸት ምሸት ውፅእ ኢልኩም ራእይዎ እሞ ዓርቢ ቀዳም ናይ ብሓቂ ዛሕ በቃ ዓለም ብምሉእ ሲ ናብ ባቢሎን ተቐይረትሉ ዘመን ኢና ዘለና ንስኻ ደቅኻ ሓቂፍካ ስለ ዝደቀስካ ወይ ንስኺ ደቅኻ ሓቂፍኪ ስለ ዝደቀስኪ ሰላም ደለዎ ከይመስለኪ ልክዕ ዓሰርተ ኣርባዕተ፣ ዓሰርተ ሓሙሽተ፣ ዓሰርተ ትሽዓተ፣ ዓሰርተ ሸውዓተ፣ ዓሰርተ ሸሞንተ ክበጽሑ ከለዉ ዘሎ በቃ ባቢሎን ባቢሎን ባቢሎን ሲኦል ኣብ ምድሪ ሲኦል ስለዚ እቲ ናይ ብሓቂ ኢድ ኣምላኽ ዘይንደሊ ንሕና እቲ ሰብ ኩሉ ጠፊኦ ከሎሲ ከም ሓደ ዓብይ ሪቫይቫል ወይ ምንቕቓሕ ወይ ዓወት ክንዘልል ዘሕዝን ኢዩ ናይ ብሓቂ ዘሕዝን ኢዩ ስለዚ ተንበርኪኽናሲ ነቲ ናይ ብሓቂ ሪቫይቫል ንድለ ናይ ብሓቂ ሰብ ጠፊኡ ኢዩ ዘሎ ሰብ ኩሉ ጠጠፊ እዩ ዘሎ ካብ ቤተሰብኩም ደራዮ ካብ ቤተሰብካሲ ክንደይ ሰብ እዩ ድሒኑ ካብ ዕረኽትኻስ ክንደይ ሰብ ድዮም ድሒኖም ካብ መሳርሕትኻ ክንደይ ሰብ እዩ ድሒኑ ካብታ ዘለኻያ ከተማ ክንደይ ኤርትራውያን ኣለና ክንደይ እዮም ድሒኖም? ኣርባዕተ ሚእቲ ሰብ ተሒዝካስ ኣብቲ ዓብዪ ቸርች ክንሓፍር እዩ እኮ ዝግባኣና። ኣርብዓ ሽሕ ሓምሳ ሽሕ ሱሳ ሽሕ ሰብዓ ሚእቲ ሽሕ ኣብ ዘለዎ ሓደ ሽሕ ሰብ ዘይደሓነስ ዓ- ከምኡ እንተሎ እሞ ግደፎ ሓደ ሽሕ ሰብ ዝደሓነት ቤተክርስትያን እንተደኣ ኣለዋ በቃ ክልተ ሚእቲ ሰብ ሒዝካስ ኣብዛ ከተማ እኮ እቲ ዝዓበየ ቤተክርስትያን ናተይ እዩ ክንሓፍር ሼም ኦን ዩ ክንሓፍር እዩ ዝግበኣና ክንሓፍር ምክንያቱ ሰብ ጠፋ ኣሎ ሰብ ይጠፋ ኣሎ ቤተክርስትያን ቤት ጓሓላሉ እያ ኮይና ዘላ ቤት ገንዘብ እያ ኮይና ዘላ ናብ ናይ ጥቅሚ እያ ተቀይራ ዘላ ናብ ድኳን እያ ተቀይራ ዘላ ስለዚ እቲ ናይ ብሓቂ ሪቫይቫል ንድለ ኪዳነ ሓወይ ኣምላኽ ይርዳኣና ንኩልና ንዓኻ ንዓይ ንኩልና ኣምላኽ ይርዳኣና እቲ ናይ ብሓቂ ሪቫይቫል እዚ ትብሎ ዘለኻ ምዝላል ዘይኮነስ እቲ ናይ ብሓቂ ሪቫይቫል ክኾነልና ኣምላኽ ይርዳኣና ኣምላኽ ዘመንኩም ኩሉ ይባርኽ ኣምላኽ ናብራኹም ይባርኽ ኣምላኽ በቃ እታ ናይ ብሓቂ ኢድ ኣምላኽ ኣብ ህይወትና ትገለጽ ተባረኹ